ሃሎ ኢክ በን ሳም። ሰላም ኣነ ሳም ይበሃል።
ኢክ በን ባና።
ኣነ ባና ይበሃል። ስፕሪከ ንደርላንድስ፣ ቋንቋ ሆላንድ ትዛረብ ዶ?
ያ ኢክ ስፕሪክ ኢን በይትየ። እወ ቃ ቁሩብ ይዛረብ እየ። ከን ያይ ደይዘ ፕለክ፣ እዚ ቦታ ትፈልጥዮ ዶ?

እወ፣ መብዛሕትኡ ግዜ ብኣውቶቡስ እየ ዝኸይድ።
ቨልክ ኡፐን ቡር ፈርፉር ነምት ኡ ቡስ ኦፍ ትረን።
ኣየነይቲ ህዝባዊ መጓዓዝያ ኢኻ ዝጥቀም፣ ኣውቶቡስ ዋላ ባቡር? ኢክ ነይም ኣልታይድ ደ ትረን። ኣነ ኩሉ ግዜ ባቡር እየ ዝወስድ። ቫት ዱ የ ኽራክ ኢን የ ፍራይታይድ? ኣብ ትርፊ ግዜኺ እንታይ ክትገብሪ ኢኺ ትፈትዊ?

ኣብ መጻኢ እንታይ ክትኮኒ ትደልዪ?
ኢክ ቪል ዶክተር ቨርደን።
ኣነ ሓኪም ክኸውን እየ ዝደሊ።
ሃበ ኤን ኣውቶ? ማኪና ኣላትካ ዶ? ናይ። ኢክ ሀብኪን ኣውቶ? ማር ኢክ ሀብን ፊትስ? ኣይፋሉን ማኪና የብለይን ግን ሓንቲ ሳይክል ኣላትኒ።
ቪለ ሊረን ኣውቶ ራይደ። ማኪና ምዝዋር ክትመሃር ትደሊ ዶ? ያ ኢክ ቪል ሊረን ኣውቶ ራይደን። እዎ ማኪና ምዝዋር ክመሃር እደሊ እየ። ሁ ኣውት ደንክየ ዳት ኢክ በን። ዕድመይ ክንደይ ይመስለኪ?

ኩሉ ግዜ ኣብ ብሬዳ እየ ዝበልዕ። መስ ቪኣይፒ ኢን ብሬዳ። ኣብ ብሬዳ ምስ መን ኢኻ ትበልዕ? ኢክ ኤይት ኣለይን። ኣነ በይነይ እየ ዝበልዕ። በን የ ኦይት ኢን ኣምስተርዳም ከቨይስ። ናብ ኣምስተርዳም በጺሕኺ ትፈልጢ ዶ? ያ ኢክ በን ኣር ከቨይስ። እወ ኣነ ኣብኡ በጺሐ እየ። ቨልከ ስታድ

መት ሁ ፊል መንሰን ሊርየ።
ምስ ክንደይ ሰባት ኢኻ ትመሃር? ኢክ ቨይት ኒት ሁ ፊል ኤር ዛይ። ክንደይ ከም ዘለዎ ኣይፈልጥን እየ።
ቫት ፎር ቨርክ ዱየ?
እንታይ ዓይነት ስራሕ ኢኻ ትሰርሕ? ኢክ ቨርክ ኢን እን ሮስቶራንት። ኣነ ኣብ ሓደ ቤት መግቢ እየ ዝሰርሕ።

ኣነ ቁሩብ ዕረፍቲ ወሲደ።
ኣንያይ ቫትሀቤ ኢን ሀት ቪከል ከዳን። ንስኻ ከ ኣብ ዝሓለፈ ሰሙን እንታይ ገርካ? ኢከ ብላንክ ክስላፐ? ኣነ ንነዊሕ ዝኣክል ግዜ ደቂሰ። ቫት ኢስ የር ፋቮሪተ ሳይዙን? ትፈትውዮ ወቕቲ እንታይ ኢዩ?
ማይን ፋቮሪተ ሳይዙን ኢስ ደ ቪንተር። ኣነ ዝፈትዎ ወቕቲ ክረምቲ ኢዩ።
ሀብየ ኢን ቢዩር?
ጎረቤት ኣለካ ዶ ናቱርለክ ዛይን ናም ኢስ ዳኒ ብርግጽ ስሙ ዳኒ ይበሃል ቫት ለይስየ ክራክ እንታይ ከተንብቢ ትፈትዊ?
ኢክ ለይስ ክራክ ቡኮን ኣን ክራንተን።
ኣነ ጋዜጣታትን መጽሓፍትን ምንባብ እየ ዝፈቱ።